ሰላም ዝኸበርኩም ኣብ ርሑቕን ቀረባን ኮንኩም መደባተይ ትከታተሉ ዘለኹም ኣሕዋት ኣኣብ ዘለኹሞ ጽቡቕ ጸኒሕኩም ክትኮኑ ተስፋ እንዳገበርኩ ንሎሚ ንብዙሕ ጸገማት ናይ ጨጉሪ ክፈትሓልና ዝኽእል ኣገዳሲ ትሕዝቶ እየ ሒዘልኩም መጽየ ዘለኹ። ንሱ ድማ ንብርሒ ከምኡውን ንለጻይቶ ዘለዎ ሓድሽ ጨጉሪ ከብቁለልና ዝኽእል ንውሑድ ጨጉሪ ዘብዝሓልና ንዝምዘዝን ዝሰባበርን ጨጉሪውን ካብ ሱሩ ከትርረልናን ካብ ምስብባርን ምምዛዝን እውን ዘድሕነናን እዩ። ነዛ ጠቓሚትን ኣገዳሲትን ትሕዝቶ ንምስራሕ ድማ ኣባዕከ ከድልየና እዩ። ዘይተጣሕነ ጥረ ባዕከ ኢና ክንጥቀም። ክልተ ናእሽቱ ሽጉርቲ ቀይሕ ወይ ሓደ ዓቢ ሽጉርቲ ከምኡ እውን ቆጽሊ ናዕናዕ፣ ፍረሽ ናዕናዕ፣ ከድልየና እዩ። ነቲ ሽጉርቲ ኣብኡ ከለና ፍርያ ፍርያ ኣቢልና መቲርና ኣብ ድስቲ ክንገብሮ ኢና። ከምቲ ዝፍለጥ ሽጉርቲ ቀይሕ ንጨጉርና ኣገዳሲ ዝኾነ ጥቕምታት ዝሓዘ እዩ። እቲ ቀንዲ ጥቕሙ እውን ንጨጉርና ካብ ሱሩ ከትርሮን ከይምዘዝን ከይሰባበርን ዝከላኸለሉ ኮይኑ ንውሑድ ጨጉሪ ከብዝሓልና ማለት ሓድሽ ጨጉሪ ከብቁለልና ዓብይ ተኽእሎ ዘለዎ እዩ። ብተወሳኺ ውን ንቆርበት ናይ ርእስና ካብ ዝተፈላለየ ሰሓ ይኹን ባክቴርያ የድሕነልና፣ ፎሮፎር የጥፍኣልና ከምኡ ውን ካብ ስቤት ውን ይከላኸለልና ዩ። ሓደ ማንካ ጣውላ ማለት ማንካ መብልዒ ኣባዕከ ከምኡ ድማ ካብቲ ቆጽሊ ናዕናዕ ጌርና ብሓደ ኩባያን ፈረቓን ማይ ከንፍልሖ ኢና። እቲ ባዕከ ኣጸቢቑ ስጋብ ዝበስል ከምኡ ድማ ማዩ ሕብሩ ስጋብ ዝቐይር ከዲንና ነፍልሖ። ኣብዚ ናይ ግድን ክንከድኖ ኣለና። ምኽንያቱ እቲ ጥቕሙ ምስቲ ሃፋ ከይከይድ መታን። ጥቕምታት ኣባከ ንጨጉርና እውን ባህርያዊ ፕሮቲን ዝሓዘ ኮይኑ ንጨጉርና ብዕሙቕ ዝበለ ከተርክሰልናን ከለስልሰልናን ከፍኩሰልናን ይኽእል። ከምእውን ካብ ሱሩ ንኽተረርን ከይሰባበርን ይከላኸለልና። ንጨጉርና ድማ ኣብ ሓጺር ጊዘ ቁመት ክውስኽ ከምእውን ተሪርን ወዝ ዘለዎን ጥዕና ዘለዎን ክኸውን ይሕግዝ። ናዕናዕ እውን ንቆርበትና ካብ ሳሓን ፎሮፎርን እዩ ዝከላኸለልና። ኣብዚ ትሕዝቶ እዚ ድማ ከም ንጨና ናይ ኣባዕከን ሽጉርትን መጥፍኢ እየ ተጠቂመሉ ዘለኹ። ድሕሪ ቁሩብ ደቓይቕ ኣጸቢቑ ምስ በሰለ፣ ማለት ትባዕ ኪያ ጸቢቑ ምብሳሉ ኣረጋጊጽና፣ ካብ ሓዊ ኣውሪድና፣ ቁሩብ ካድኣልና ክንገድፎ ኢና። ቀጺልና ድማ መማይኡ ኣስፊፍና ኣብ ዓሳራ፣ ኣብ ናይ ኮሚደረ ንጥሕነሉ ዓሳራ ማለት እዩ፣ ክሬም ዓይነት ስጋብ ዝመጸልና ኣድኪምና ጢሒንና ኢና ክንጥቀመሉ። እዚ ኣዳሊእናዮ ዘለና ዓቐን ንሓደ ጊዘ ምጥቃም ዝኣክል እዩ፣ ንሓደ ጊዘ ጥራይ። ብኸምዚ ኣገባብ ዝያዳ ጌርና ኣብዚሕና እውን ከነዳሉ ንኽእል ኢና። ኣብ ፍሪጅ ድማ ንሓደ ወርሒ ዝኣክል ከይተባላሸወ ክጸንሓልና ይኽእል እዩ። ከየውጻእና። ቅድሚ ምጥቃምና ዝኣኽለና ዓቐን ወሲድና ኣቐዲምና ካብ ፍሪጅ ኣውጺእናዮ ክንጸንሕ ኣለና። ምውቕ ምስ በለልና ድማ ንጥቀመሉ። እዛ ማስክ እዚኣ ንብዙሕ ግዜ ኣብ ኮሜንት ንትጽሓፍ ክናለይ ጨጉረይ እንዳተመዘዘ ከምእውን ጨጉረይ ውሑድ ኮይኑ መብዝሒ ጨጉሪ ኣርእይና ንዝበልክናኒ ኣሕዋት እየ ሰሪሐያ እዛ ቪድዮ ሪኢኽን ክትጥቀማላ ድማ ተስፋ ይገብር። እዚኣ ንኹሉ ዓይነት ጨጉሪ ትሰማማዕ ኩሉ ውን ክጥቀመላ ዝኽእል ማስክ እያ ወላ ደቂ ተባዕትዮ ውን ጨጉርኹም ዝረግፍ ወይ ውሑድ ጨጉሪ ከምኡ ውን ንሳሓን ፎሮፎርን ኣዝያ ጠቓሚት ማስክ እያ። ከምኡ ውን ንቖልዑት ካብ ኣርባዕተ እስካብ ሓሙሽተ ዓመት ንላዕሊ ክንጥቀመላ ንኽእል ኢና ንመብዝሕን መንውሕን ጨጉሪ ድማ ትጠቕመና። ክንጥሕኖ ከለና ካብቲ ዘስፈፍናዮ ማይ እንዳወሰኽና ኢና ክንጥሕኖ ንምልካዩ ከም ዝጥዕመና እንዳረኣና ማለት እዩ ኣጸቢቑ ሓፊስ ክኸውን የብሉን ንጨጉርና ንምልካዩ ከም ዝጥዕም እንዳረኣና ካብቲ ማይ እንዳወሰኽና ከነቕጥኖ ኢና ኣጸቢቑ ክሬም ዓይነት ክመጸልና ኣለዎ። ኣቐዲሙ ኣጸቢቑ በሲሉ እንተጸኒሑ እውን ኣየሸግረናን እዩ። ንቑሩብ ደቓይቕ ዝኾነ ናይ ኣባዕከ ዘይደኸመ ከይህልዎ እንዳረኣና ክንጥሕኖ ኢና። ዘይደኽመልና እንተመሲሉ ድማ ብሻሽ ተጠቂምና ወይ ብመስፈፊ ጌርና ክንጸምቆ ኣለና። ኣብ ጨጉርና ምስ ለኸናዮ ምጽራይ ከይኣብየና መታን። ሕፋሱ ከምዚ ንሪኦ ዘለና ከምዚ ዓይነት መጺልና ኣሎ ካብዚ ንላዕሊ ውን ከነቅጥኖ ንክእል ኢና እዚ ውን እቲ ናቱ ዘስፈፍናዮ ማይ ዩ እሱ ውን ከመይ ጌርና ከም ንጥቀሞ ክንሪኢ ኢና። ኣገባብ ኣጠቓቕምኡ ድማ መጀመርያ ርእስና ኣድንና ኣቢልና ንታሕቲ ማለት እዩ ደኒና ጨጉርና ጸቢያና ክንምሽጦ ኢና እቲ ማዩ ንቆርበት ናይ ርእስና ንኩሉ ለኺና ድማ ብጫፍ ናይ ኣጻብዕትና ብሰርክል ዓይነት ማሳጅ ክንገብረሉ ኢና ንደቂቕ ዝኸውን ማሳጅ ጌርና ቀጺልና ነቲ ዘዳለናዮ ማስክ ካብ ቆርበትና ጀሚርና ስጋብ ጫፍ ጨጉርና ንለኽዮ ብጎማ ጌርና ከዲንና ድማ ን ካብ ሓደ ስጋብ ክልተ ሰዓት ኣብ ጨጉርና ከነጽንሖ ኢና። ድሕሪ ክልተ ሰዓት ድማ ከምቲ ልሙድ ኣተሓጻጽባና ብሻምቦ ክንሓጽቦ ኢና። ኣብዚ ንጨጉርና ዝሰማማዕ ከምኡውን ባህርያዊ ሻምፖ እንተረኺብና ተመራጺ እዩ። ኣብዚ ትሕዝቶ እዚ ንዕና ስለ ዝተጠቀምና ጨና ናይ ኣባዕከን ሽጉርትን ከጥፍኣልና ይኽእል እዩ። ጨና ዘየጥፍኣልና እንተመሲሉ ድማ ነስካፈ ብማይ በጽቢጽና ክንልቕልቖ ኢና ጨጉርና። ክልተ ማንካ ነስካፈ ብሓደ ሊትሮ ማይ በጽቢጽና ከም መለቕለቒ ብምጥቃም ዝኾነ ዓይነት ጨና ካብ ጨጉርና ከነጥፍእ ንኽእል ኢና። ብኸምዚ ድማ ኣብ ሰሙን ሓደ ግዜ ወይ ክልተ ግዜ ክንጥቀመላ ኢና። እዛ ማስክ እዚኣ ንኹሉ ጸገማት ናይ ጨጉሪ ትፈትሓልና ኮይና ኣብቲ ናይ መጀመርያ ምጥቃምና ውን ንጨጉርና ዓቢ ለውጢ ተምጽኣልና እያ። ከም ኣማራጺ ካልኣይ ኣጠቓቕማ ናይዚ ማይ ናይ ኣባዕከ ድማ ንኣብነት ሓደ መዓልቲ ማስክ እንተተጠቂምና ድሕሪ ክልተ መዓልቲ ድማ ካብቲ ማይ ንጨጉርና ለኺና ንክልተ ሰዓት ኣጽኒሕና ብሻምፖ ጌርና ንሓጽቦ። ኣለኻኺኡ ድማ ከምቲ ኣቐዲምና ዝረኣናዮ ርእስና ንቕድሚት ኣድንን ኣቢልና ንቖርበትና ማሳጅ ጌርና ክንለኽዮ ኢና። ንጨጉርና ውን በዚ ማይ ኣተርኪስና ብጎማ ንሓደ ሰዓት ወይ ንክልተ ሰዓት ዝኣክል ከዲንናዮ ክንጸንሕ ኢና። ቅድሚ ምጥቃምና ጨጉርና ተሪር እንተኾይኑ ወይ ዝደርቕ እንተኾይኑ ዘይት ዘይቱን ወይ ድማ ኦሊቭ ኦይል ክንውስኸሉ ኢና ክልተ ማንካ ዝኸውን ዘይት ዘይቱን ወሲኸሉ ኣለኹ ኣብ ክንዲ ዘይት ዘይቱን እውን ኮካናት ኦይል ወይ ድማ ዘይት ስምስም ጌርና ክንትክኦ ንኽእል ኢና ንጨጉርና ዝደርቕ ማለት እዩ እዛ ናይ ሎሚ ዘዳለናያ ማስክ ንለጻይቶ ትፍውሰልና ማለት ሓድሽ ጨጉሪ ንምብቋል ትሕግዘና፣ ንውሑድ ጨጉሪ ተብዝሓልና፣ ንዝምዘዝን ዝሰባበርን ጨጉሪ ካብ ሱሩ ከተትርረልና ትኽእል፣ ንጨጉርና ኣብ ሓጺር ጊዘ ቁመት ንኽውስኽ ውን ትሕግዘና ኣገዳሲት ትሕዝቶ'ያ ኔራ። ፈቲኹማ ክትኮኑ ጠቃሚት ክትኮን ኩሉ ውን ክጥቀመላ ተስፋ ይገብር ጠቃሚት ኮይና እንተረኺብኩማ ውን ኣብ ኩሉ ንኽትበጽሕ ሼር ክትገብርዋ የዘኻኽረኩም። ንዛ ቪድዮ ሓደሽቲ ዝኾንኩም ውን ሳብስክራይብ ብምግባር ኣባላት ናይ ቻነለይ ክትኮኑ ከምኡ ውን ንቐጻሊ ተኸታተልቲ መደባተይ ክትኮኑ ብኽብሪ ይዕድመኩም። ብተመሳሳሊ ኣብ ዝሓለፈ ቪድዮታት እውን ንዝተፈላለየ ፀገማት ናይ ጨጉሪ ዝጠቕመና ዝተፈላለየ ማስክታት ንብርሕን ለፃይቶን ንሰባበርን ዝምዘዝን ጨጉሪ ዘርኢ ቪድዮታት ሰሪሐ ኣለኹ ዘይረኣኹሞ እንተለኹም ወይ ንቻነለይ ሓደሽቲ ዝኾንኩም ኣብ ፕሌሊስት ኣቲኹም ክትርእዩ ትኽእሉ ኢኹም ናይ ሎሚ ቪዲ እዚ እዩ ነይሩ ላይክ ሼር ሳብስክራይብ ኣይትረስዑ ብካልእ ተመሳሳሊ ቪድዮ ስጋብ ንራኸብ ሰላም።